ኣብ ሓደ ዓዲ ሓደ ሰፊሕ መሬት ዝውንን በሊሕን ተንኮለኛ ሰብኣይ ነበረ። እቲ ሰብኣይ እቲ ኩሉ መሬት ድኽም ዝበሉ ሰባት ብምትላልን ብምዕማፅን እዩ ኣጥርይዎ። ሓደ ካብቶም ዝጥቀመሎም ዝነበረ ናይ ምትላል ሜልኡ ከዓ ስእነት ዘለዎምን ፅጉማትን ሰባት ሓገዝ ደልዮም ይመፅዎ እሞ ንሱ ከዓ ገንዘቡ የለቅሖም ነበረ። ሙሉ ስለይ ከበለ ሱቕ ኢሉ ደጋጊሙ ገንዘብ የለቅሖም እሞ እቶም ድኻታት ሰባት ነቲ ገንዘብ ክመልሱሉ ኣብ ዘይክእሉ ብዝሒ ምስ በጽሑ ከኣ ነቲ መሬቶም ኩሉ የሕድጎም ነበረ። ከምዚ እናገበረ ከኣ ወናኒ ሰፊሕ መሬት ኮነ። እቲ ሰብኣይ ናይቶም ኣለዉ ዝበሃሉ ድኻታት ሰባት መሬቶም ኣሕዲጉ ምስ ወደኤ ናብ ሓንቲ በይነን ዝነብራ ብኣረጊት ሰበይቲ ዝውነን ኣብ ጥቕኡ ዝነበረ መሬት እዩ ከቋምት ጀሚሩ። እተን ሰበይቲ ካብኡ ዝኾነ ሓገዝ ወይ ልቓሕ ዘይሓታ ብምንባረን ንኸሕድገን ዕድል ኣይረኸበን ነይሩ። እቲ ሰብኣይ ግን ነቲ ኣመሓዳሪ ናይቲ ዓዲ ጉቦ ኣብሊዑ ናይ ሓሶት መሰኻኽር ገይሩ እቲ መሬት ናቱ ምዃኑ ዘረጋግጽ ወረቐት ኣስርሐ። ቆጺሉ እውን ነተን ሰበይቲ ከሲሱ ናብ ቤት ፍርዲ ከም ዝቐረባ ገበረን። እተን ሰበይቲ እቲ ምሉእ ዕድሚኤን ዝነበራሉ መሬተን እቲ ግዜ ቁልዕነተንን ግዜ ንእስነተን ዘሕለፋሉ መሬተን ኣይናትክን እዩ ምስ ተባህላ ኣዝየን ሰንበዳ። በጃኹም እዚ መሬት ናተይ እዩ፣ ካብ እግሪ ተኽለይ ኣትሒዘ ዝዓበኹሉ፣ ምሉእ ህይወተይ ዝነበርኩሉ ዘፍቅሮ መሬተይ እዩ፣ በጃኹም ኣይትሕድጉኒ ኢለን ብዙሕ ለመና። እቶም ደያኑ ግን ኣይሰምዕወንን። እቲ መሬት ናቱ ምዃኑ ምሉእ መርትዖን መሰኻኽርን ኣቕሪቡ እዩ፣ ስለዚ ውሳኔና ሂብና ኢና ብምባል መልሲ ሃብወን። እተን ሰበይቲ እውን ተስፋ ቈሪጸን ብሕሙም ውሽጠን ብግዴታ ተቐበልኦ። ሽዑ ነቲ ተንኰለኛ ሰብኣይ እዚ መርየት ወሲድካዮ ኢኻ፣ ዝገብሮ ነገር የብለይን፣ ግን ብጣዕሚ ስለ ዘፍቅሮ ወላ ካብኡ ይርሓቕ እቲ ጨንኡ እኳ ክሽትትሲ ሓደ ከረጺት ሓመድ ክወስድ የፍቅደለይ ብምባል ለመንኦ። እቲ ሰብኣይ እውን ናይ ኣቃጫጭ ሰሓቕ እናሰሓቐ ሓደ ከረጺት ሓመድ ክትወስዲ ደሊኺ? ጸገም የብሉን። ተሰኪምኪ እንተኽኢልኪ ደኣ ውሰዲ፣ ኣብዚ በጺሐ ይጨቓጨቐክን እየ ብምባል መለሰለን። ብድሕሪኡ እተን ሰበይቲ ናብቲ ተገዲደን ዕረ እንዳጥዓምን ዝገድፍኦ ዘለዋ መሬተን ብምኻድ ሓደ ከረጺት ሓመድ መልኣ እሞ ነቲ ሓመድ ዝመልኦ ከረጺት ከልዕልኦ ስለ ዘይክኣላ ነቲ ደው ኢሉ ዝዕዘበን ዝነበረ ስሱዕ ሰብኣይ እዘን ሓመድ ቁሩብ ከቢደናን ኾይነንሲ ሓፍ ኣቢልካ እባ ኣብዛ ርእሰይ ስቐለለይ ብምባል ተማሕጸንኦ። ንሱ ከኣ ናብ እንገጹ እናቐረበ፣ ኣቲ ኣረጊት ሰበይቲ፣ ከም ዘይትኽእልዮ እናፈለጥኪ ስለምንታይ ኢኺ መሊእኽዮ? ብምባል ኣሰከመን እሞ፣ እተን ሰበይቲውን ቁሩብ ኮይሰጎማ ከቢድወን ገዲፈንኦ ክኸዳ ወሰና። እቲ ሰብኣይ ከኣ ኣይትኽእልዮን ኢኺ እኮ ኢለኪ እየ። በለን። እተን ሰበይቲ፣ ርኤኻ፣ ኣነ ዘፍቅሮ መሬተይ ብህይወተይ እናስተንፈስኩ እናተንቀሳቐስኩ እንከለኹ፣ ንስኻ ገዲድካኒ መሬተይ እገድፎ ኣለኹ። ብህይወተይ እንከለኹ ሓደ ከረጺት ሓመድ እኳ ምሳይ ክማላእ ኣይከኣልኩን። ንስኻ ከኣ ጽባሕ ሞት ገዲዳትካ ነዚ ትፈትዎ መሬትካ ኩሉ ገዲፍካዮ ክትከይድ ኢኻ ን ዶ ከረጺት ሙሉእሲ ሓደ ዕማኾ ሓመድ ከማን ምሳኻ ክትማላእ ኣይክትክእልን ኢኻ ብምባል ከቢድ ዘረባ መለሳሉ ሽዑ እቲ ሰብኣይ ጎይግኡ ንእለት ተሰዊጥዎ ነተን ሰበይቱ ተደፊኡ ይቕረ ሓተተን እቲ ዝወሰደለን መሬት እውን መለሰለን እሞ እተን ዝተረፋ ዕድሚኤን ኣብቲ መሬት ተሓጒሰን ከሕልፍኦ እውን ነገረን ንብለኩም እቲ ሞራል ናይዛ ዛንታ ኣብ ሂወት ሕጉሳት ኮይና ክንነብር ውሑድ ነገር እዩ ዝኣኽለና እቲ ሰሲዕና ኣታሊልና ላዕልን ታሕትን ኢልና ንእክቦ ነገር ኣይናትናን እዩ፣ ጽባሕ ንግሆ ገዲፍናዮ ንኸይድ ነገር እዩ። እቲ እንኮ ናትና ኢልና ንምክሓሉ፣ እንተ ሃሊና ዝህሉ፣ እንተ ሞይትና ምሳና ዝቕበር ነገር እንተሎ ግን ተግባርና ጥራይ እዩ ክኸውን ዝኽእል። ስለዚ ተግባርና ነጸብቕ። እዛ ሞራላዊት ዛንታ ካብ ሞራል ስቶሪስ ዝብል ዌብሳይት የምጽኤያ ምሳኹም ዝጸናሕኩ ሓሜኤ ክሳብ ብኻልእ ቪድዮ ዝምለሰኩም ሰላም